ኣብ ጀርመን ኣብ ዝርከብ ላባራቶርና ብዝገበርናዮ መጽናዕቲ ድማ እቲ ዝበለጸ ፈጸጋ ከጥፍእን ጽሩይ ቆርበት ክህልዎም ዝሕግዝን መፍትሒ ሒዝናሎም መጺና ኣለና ከምኡ እውን ናይ ማዳ ፍወሳ ልክዕነቱ ካብ 73 ሚእታዊት ናብ 95 ሚእታዊት ከም ዝተመሓየሸ ከነበስረኩም ንፈቱ ነዝተገልጸ ኣገባብ ብግቡእ ብምጥቃም፣ ኣብ ዝሓጸረ ግዜ ጽሩይ ቆርበት ክትውንኑ ከም ትኽእሉ ከነረጋግጸልኩም ንፈቱ። ማዶስ ኣብዘን ሃገራት ክትረኽብዎ ትኽእሉ ኢኹም። ንተወሳኺ ሓበሬታ ናብ ዌብ ሳይትና ብምኻድ ወይ ድማ በዛ ቁጽሪ ተሌፎን ብምድዋል ክትረኽቡና ትኽእሉ ኢኹም። ማዶስ ጽባቐ ምስ ዕላማ!

ስማዕ እስከ ንስኻ ኣብቲ ሓወይ ህድእ እሞ በል ኮፈል ኮፍ ክብል ኣይመጻኹን ደሓን ዲኻ ስማዕ እስከ ለተዓብ ሞይታስ እንታይ ኾንካ ደይ ነገርካኒ ወለኸ ኣነ ዶ ቀቲለያ ኣይወፀንን ኣይወፀንን ቀቲልካያ ኣይወፀንን ሞታ ግን ሰሚዕካ እቶም ስድራ ከተባዕሰኒ ከዓ ንዓይ ከይነገርካኒ ቀብሪ ከይትካ ኣታ ስእልካ ሃለውለው ኣይትበል ኣነ ንባዕለይ ሃንደበት እዮም ነጊሮምኒ ድሓር ከዓ ክበፅሕ ኢለ ምስ ከድኩ ደዊ ደዊለልካ ከዓ ሞባይልካ ምስራሕ ኣብያ ክበፅሕ ምስ ከድኩ ከዓ ንቐብሪ ተበጊሶም ምስኦም ከይደ ፍፁም ሞባይለይ ኣይትዓብየካን እያ ኮን ኢልካ ምስ እንዳነጋሰ ከተባዕሰኒ ዝገበርካዮ ነገር እዩ እንታይ ክረክብ ኢለ እሞ ከባእሰካ እንድዒ እስኻ ተፈታዊ ክትከውን ኣነ ከዓ ተፀላእ ክኸውን ዝገበርካዮ ነገር እዩ ንስኻሲ ሓወይ ድኻ ክትበሃል ኦ ሃተ በዚሑ ይብዛሕ ይብዛሕ ዋላ ቀንበይበ ይበል ደሓን ግን ኣንታ ለማኒ ኣለቃሓኒ ክትብል ገዛ ክትመፅእ ኢኻ ለማኒ በል ድሕሪ ሕጂ ገዛኻ መፅእ ኣለቃሓኒ እንድሕር ኢለካሲ ክሳደይ ንኸራ ብለካ ኣለኹ ኣበይ እሞ ኣበይ እሞ ክሳድካ ንኻራቶ ትገብሮ ኩላትና መዕረፍና መዕረፍና ወይለይ ኣብዚ ድና በፂሕና በል ዝፈልጠካ ስኢንካ ኢኻ እምበር ሓንጎልካ ዘንቢሉ እዩ
ከምኡ ዶ መስለካ ኣሎ በል ከምኡ ኢልካ ውሪ ሰሚዕካ ኣለኻ ካብ ብሕጂ ተንከስ ኢልካ ናብዛ ገዛይ ገዝካ ከይትመፅእ ገዛይ ከለኒ እንታይ ኢለ እየ ገዛኻ ክመፅእ በላዒ ክትፈልዕ ትመፅእ ክትኩልስ እንታይ ዝብላዕ ስኢነ እየ እሞ ገዛኻ ክመፅእ በላዕ ደኣ እሞ እስኻ እንዲኻ ዝብኢ ንዓይሲ ዝብኢ ኣታወ ዝብኢ ዝብኢ ኢለካ ኣለኹ። እምበኣር ዝብእስ ትግርኛ ዛረብ እዩ። በል ክትርኢ በል ክትርኢ ተገዲፈካ ክትርኢ። ዝብኢ በል ደሓን እዚኣ ትደግማ እዛ ዘረባ ትደግማ እደግማ እንፈራማ በል ከርእየካ ኣብዚኣ ጽናሕ ኣብዚኣ ጽናሕ ሰብኣይ ዋይ ኣነ ሃብተ ዋእ ክንደይ ክሓፍሓፍ እብለለይ እዚ ነዘን ቁሩብ ዝሓዘ እንደን ኣብ ምዕባይ ሓዊ ሓፍሓፍ ክብል እዚ ቁልቁል ፃዕፋ ስኢ ንዓ ንዓ እሞ ዝሓወይ ንዓ ዝወደይ ንዓ ንዓይ ዲኹም ኣንታ ንዓኻ እምበር ብጀካ ሓደ ምን ሰብ ኣሎ ይብዚ ከባቢ ንዓኻ ወ እንታይ ደኣ ደሓን ዲኹም ከ እንታይ ከደሕን ኢልካኒ ተፀሪፈ ተጠሪፈ ሕጂ ከዓ ሳምዕ ክትኮነኒ እየ ደልየካ ግደፉና እስኪ ንጎ ምድርታይ ሳምዕ ወዲ ሳምዕ በስመ ዓም ኢልኩም ደይትሱ ኣታ ወዲ ስምዓኒ እየ ዝብለካ ዘለኹ ዝብኢ ዝብዒ ኢሉ እኮ እዩ ጸሪፉኒ ኣሃ ዝብኢ ድዮም ኢሎምኹም በላዕ ዲኹም ኮንኩም ዳኢተኸ ዋላ በላዕተኛ ተኾንኩስ ንሰብ ዝብኢ ትብሎ ዲኻ ኖ ክሳብ ክንደይ ትበልዑ ምሕባር እዩ ዝብኢ ትብሎ እምበር ካብ መዓስከ ሰብ ዝብኢ ኮይኑ ይፈልጥ በል ስምዓኒ እ? ዓሉ ከይብለኒ ምእንቲ ሳምዕ ክትኮነኒ ክኾሶ ደልየ ኣለኹ ክኾሶ ኢለይ ክትከስዎ ዲኹም ከ እወ ከምኡ ዲ ስርሐይ ኣነ ደኣ እሞ እዚ ትርእይዎ ዘለኹም እዚ ነገር ወዲ ነገር ይመልእ ዘሎ ገበታ ነገር ግን ክሰምዓልኩም እንድሕር ኮይነ እታ ፋይል ባዕለ እየ ድኸፍታ ንኻልእ ሰብ ክትህቡ የብልኩምን እዋ እንድሕር ከምኡ ኮይኑ ስራሕካ ዳኣ እንታይ ናብ ካልእ ደኸይድ ኣለኒ ባዕልኻ ትኸፍታ እወ ዋይ ንዑናይ ኣይኮነን ዝበልዎ ዘይበልዎ ከማን ክንበልዖም ኢና።
ወይለ እንታይ ደሊኻ ተመሊስካ ኣብዛ ገዛ ድገማ እቲ ዓንተ የተፃረፍካያ ፀርፊ ሕጂ ድገማ ሰብኣይ ተኾንካ ኣነ ጸጋይ ዶ ዝፈርሕ ድዩ መሲሉ እኳ ኣይ ሰብኣይ ኣይ ሰብኣይ ኣብሽሩ ኣብሽሩ ኣብሽሩ ሰብኣይ ክፈርሕ የብሉን ዝበሎ ክደግም ኣሎ ድገምዋ እስኪ ይሄዳ ዝቢ ኣታ ዝቢ ዝቢ ኢለካ ኣለኹ
ምስማዕ ጥራይ ድዚ ኣሰኒደዮም ኣለኹ ኣንታ ዝቢ ኢለካ ኣለኹ ኣኸለ ኣኸለ ኣኸለ ዞም ሓወይ ብሩኽ መዓልቲ ግበረልኩም እንታይ ብሩኽ መዓልትና ክትብለልና ዝደኣኒ ቁርሱስ መዓልቲ በሎ እምበር ናዕናይ ጥራይ ናዕና ትሉ ዝብፅሐ ብፅሑ ኣንታ እንታይ እዩ ጸጊቡ ዘን ቁሩብ ገንዘብ ሒዙስ ሓፍሓፍ ሓፍሓፍ ክብለለይ ዓብዪ ሓዊ ምዃነይ ረስዕኒ ወይሎ ይኸ ደሓን በል
ሪእኹም ኣለኹም ዘምሓወይ ካብዛ ጸሪፎምኹም ዘለዉ ጸርፊ ብውሑድ ሰለስተ ሽሕ ክትከሓሱ ኢኹም እንታይ ትብል ኣታ ሰለስተ ሽሕ ብኸፍኩም ብኸፍኩም ሰለስተ ሽሕ ክትበልዑ ኢኹም እሞ ንገመ እንዳኣ ደይብላ ሓንፀርፊ ማለተይ ሲ ሽዱሽተ ሽሕ ክኾነለን እዋ ዝኢሉ ንሰለስተ ሽሕ እንድዕር ወሲድ ኮይነ ጌሐ ከዓ ወስኸ ንብሎ ሽዱሽተ ሽሕ ኮነለን ኣንታ እዞም እንስሳ ዘገዳም ባህ ጥቕሚ ኣለዎም ኣነ ደኣ ይበልዑና እምበር ደብልዑና እኳ ይመስለኒ ነበረ እዚኦም ሲ ይሰስኑ ይሰስኑልና ደኣ እዚኦም ሲ እወ ግን ደሓን ቅድም ሕሳብ ናይ ዝብእም ሞንዕጾ ብድሕሪኡ ከዓ ንውስኽ ዋላ ባዕልኻ ክትብለኒ ትጸርፈ ንስኻ እ ኣነስ ኣይትጻረፍኒ እየ ጸርፍን ሳዕቤናቱን እናፈለጥኩ እስክጻረፍ እዚኣስ ኣይውዕላኒ እዋይ እንታይ ንበሎ በብረኽት መዓልቲ ኣንታ እንታይ ከባድ ረኺብኩም እንታይ ኣብ ከም ዝብፅሕኩም ኣንታ ኣለታ ኣብ ትበሃል ሰበይቲ ነይራ ኣይትሙተ ንብቕ ትማል ሞይታ ምስቶም ቤተሰብ ከባዕ ሰኒዱ ከይነገርኒ ንበይኑ ከይዱ ቀቢሩ
ምዉት ዲኻ ኣባ ኢስኩን? ቀታሊኻ መርዓ ቀዳዊኻ ሞት ኣሎ ዝበሃል ከምዚ እኮ እዩ ለቲ ኣቢ ህይወታ ኮላ ሰለስተ ናቕፋ ሂባት እንደ ይትፈልጥ ምስ ሞተት ግን ሰለስተ ሽሕ ተውህበና ኣላ ብንዮ የጸበቐላ ሓቅኹም ሓራ ይበለን ብንዮወ ብንዮ ጸብቐለን እምበር ንኣኹም ትጸቢቕልኩም ኣሎ ኣብ ምድሪ ከለኹም እታ ገዛ ከዓ ኣብኡ ከለኻ ትፈልጥ እዚኣ እያ ትሪኣ ኣለኻ እዛ ብጫ ማዕፆ እዚኣ እወ እዛ ብጫ እዚኣ ኣብኣያ ገዝኡ እወ ደሓር ምስ ወዳእካያ ምስ ወዳእካያ ስምዕካ ኣለኻ እቲኣ ተገዙ ፅቡቕ ኣፅሒፍና ሕጂ ከነፅሕፋ እንዲና ሕጂ ፅሒፍና ከነምፃእ ኢና ኣብኡ ተፀኒሖም ፅቡቕ ተደይ ኮይኑ እዚኣ ኣብዚኣ እዮም ክፀንሑ ክረኽቦም እየ ባዕለይ ንኺድ በሉ ንዑና ይስኪ ንኺድ
ሃይ ዳዲ መርሓባ ሰልያና ጓለይ ከመይ ትኾኒ? ደሓን ኢና ኣምላኽ ይመስገን። ከመይ ኣለዉ በዓል ሓወቦይ ከ? ደሓን እዩ ጽቡቕ ኣሎ። ግርም መቸም ፍቓድ ድሕሪ ሂቦምኒ ነዚ በዓል ኣይሆፕ ክመጽእ ሓስብ ኣለኹ። ዶ
ጽቡቕ እምበር እሞ ኣምላኽ ይተሓወሶ። እወ ታይ ደኣ ንርኤኩም ከኣ። ሓቅኺ እዛ ጓለይ ካብ ደይ ትመጹ እኮ ሰለስተ ዓመት ኮይኑ። እወ እንታይ ክብለካ ደለየ መስለካ ምናልባት ፍቓድ ተደይ ሂቦምኒ ተደይ መጼ ንዓኻን ንሓወቦይ ጸጋይን ከክልተ ሚእቲ ዶላር ሰደልኩም እየ ናይ ኣውደኣመትኩም። እተን ናተይ ጽቡቕ ናይ ጸጋይ ግን ትጋገይ ኣለኺ ስለምንታይ ትሰድሉ። ባባ ሓወቦና ዶ ኣይኮነን?
እንተኾነ ከ? እንተኾነ እተን ናቱ ዝበልክየን ንዓይ ትሰድለይ። ካብኡ ንኔው ግን ምሳይ ከይትበኣስ እብለኪ ኣለኹ። ዋእ ባባ ደሓን ዲኻ? እንዳሓረቕክኒ ደሓን ዲኻ ኣይትበልኒ። ድስዓነ ይብሉ ንሱ። ንስኻኸ ድስዓንካ ይብለካ? መሊኡ።
ኣነ ግን ቆልዓ ኣይኮንኩን ከምዚ ደልየ ከምዚ ደልየ ክብል ንጎ ንጎ እሞ ንገረኒ እንዶ እንታይ የድልየካ ኣሎ ዘድልየኒ ዘሎ ዶ ንጸጋይ ገንዘብ ዝበሃል ከይሰድሉ እዚኣ ጥራይ ደልየ ኣነ ማይ ጋድ ተባኢስካ ዲኻ ተባዒሰ ድብል ቃል ካብ ኣፈይ ሰሚዕኪ ተገሪመ እንደ እንታይ እሞ ክብል ስቕ ኢልኪ ገንዘብ ክትወድኢ ሕጂ ገንዘብ ተሰሊልክሉ ኣይጓለይን ኢኺ እዛ ዓውደ ዓመት ዓውደ ዓመት ኮይና ኣይትስምዓንን እያ ኦከ ሓራይ በል ብሩኽ መዓልቲ። ቻው በቃ ብሩኽ መዓልቲ።
እንታይ ደኣ ጓልኩም ድያ? ጓለይ እወ ነዚ ለማኒ ሓወይ ገንዘብ ክሰደሉ ደልያ። ኣሃ እወ ተረዲኤ ካብ ኣዘራርባኹም። እሞ እታ ክሲ ንእሽተይ ክጽሕፋ እንድየ ጸኒሐ ከስምዓኩም ዶ? ሕራይ ጽቡቕ። እወ ጽቡቕ ስምዑ በሉ። ኣነ ሃብተ ዘወልደ ዝተባሃልኩ ሎሚ ረፍዲ ዕለት ዓሰርተ ንግሆ ናብ ሓወይ ከይደ ቀብሪ ንምንታይ ገዲፍካኒ ተበልክዎ ኣብ ክንዲ ካብ ጌግኡ ዝእረም ዝብኢ ክብል ጸሪፉኒ እቲ ዝጸረፈኒ ጸርፊ ብሞባይል ተመሊኡ ኣሎ ገሪምኒ ዘሎ ግን ካብ መዓስ እዩ ሰብ ዝብኢ ዝኾነ ስለዚ በዚ ዝገበሮ ገበን ሸለል ኢለ ክሓልፎ ስለ ዘይደሊ ናብ ፍርዲ ናባኹም ንእንእኮ ኣለና ከመይ እዚ ኣቢ ሃብተ ብጣዕሚ ጽብቕቲ ሓጻርን ጽፍፍትን በዚ መሰረት እዚ እተን ሰለስተ ሽሕ ኣብ ኢደይ ኣትየን ማለት እየ እዋእ ናተይ ከ ኣለኩም እኮ ንሕጂ እሞ ናይ ፋይል መኽፈቲ ክልተ ሚእቲ ሃቡ ነዚኣ ጽሒፍካስ ክልተ ሚእቲ ከምዚ ደኣ ባዕለይ ክጽሕፍ ይኽእል እንደ ኣበይ ከም ተእትዎ ጥራይ እየ ይፈልጥ ኣቦይ ሃብተ ሃቡ ጥራይ ምስ ረታዕኹም እኮ ናይ ፋይል ደሎ ናይ ገለ ደሎ ብሕጊ መሰረት እሱ እኮ ክኸፍሎ ወይለይ እዚ ባዕሉ ክኸፍሎ እዩ ወመን ደኣ ከፍሎ ዶ
እሞ ባዕሉ እንድሕር ኹስሮ ኮይኑ ደኣ እንጓላ ሓሙሽተ ሚእቲ ዘይበካ ይከኣል እዩ ይከኣል እዩ ጥዑይ ጌርና ከዓ ነኽስሮ ቁፅሪ ሞባይልካ ዶ ክትበኒ ቁፅሪ ሞባይለይ ደሊኹም ዓሰርተ ሸውዓተ ሰላሳን ኣርባዕተን ሓምሳን
ተቐበለኒ
መጺኣትኒ ብላ እዛ ዕፀዋ ድኣ ተቐበለኒ ተቐበላ ክቕበለኩም በል ሃሎ ኣቢ ሃብተ ጸቡቕ ኣለኻ ፋኑስ ወደይ ርኢኻ ርኢኻ ምትእማን ድመስሎ የለን

ኸኣ ብሓዉ የህሪቕካኒ ኢሉ ነቲ ንእሽተይ ዝብኢ ኢሉ ጸሪፍዎ። እዝስ ኣብ ሕጊ ከመይ ይኸውን? የእሱር ዶ ኽኸውን? ብሕጊ እንታይ ኢሎም ደኣ ናይ ገደል? እንታይ ትብሊ ጓለይ?
ብዓይኒ ገንዘብከ ከመይ እዩ? ብዓብዪ እኮ ዓሚና እንድዩ ዝፈልጦ። እወ። ከም ዝመስለኒ ግን ብገንዘብ እንድሕር ኬድካ ክሳብ ሽሕ ናቕፋ ማእሰርቲ፣ ተመጺእና ኸኣ ካብ ሽዱሽተ ወርሒ ክሳብ ዓመት ይቐጽእ እዩ። እዋእ! እንታይ ትብሊ ጓለይ? ርግጸኛ ዲኺ? ከም ዝመስለኒ እየ ዝብለካ ዘለኹ ርግጸኛ ኣይኮንኩን። ብቑልዕ ክትፈልጥ ተደሊኻ ግን ዓምና ጌሽሎ ጽባሕ ተመለስ። እዋ እንታ ኮንክቲ ክንደይ ናይ ሕጊ ቦታታት ከሎስ ንዓምኹም ክጽበ ጽባሕ ክመጽእ ከምኡ ዝበሃል የለን። ንዓምኹም ንስኺ ተጸበይዮ። ካብኡ ኸኣ ታይ ክብለኪ ደልየ መሲልኪ ከም ዝመስለኒ ኢልኪ ትዛረቢ ኣብ ጭብጢ ተዛረቢ። ኣነ እኮ እፈልጦ እየ ከም ምፍላጥ ግን ከራጉደ ኢለ እየ ዝሓትት ዘለኹ እቲ ጉዳዮም ከኣ ባዕለይ ሒዘዮ ዘለኹ ሕራይ ዶ? ዋእ! ብታይ ደኣ ፋይል ዝናጤሎ
ሰላም ሰላም ዘወደይ ጸጋይ ዘወልዲ ሓቀይ ኣይተጋጌኻን ጸጋይ ዘወልዲ ፍስሓ ሓጎስ ሞጎስ ይኩኖ ረኣያ በሃል ዓኒ እኹልዮ ጸጋይ ዘወልዲ እንኩም እዚ ወረቐት ናይ ምንታይ ወረቐት እዚ እዚኣ መጸዋዕታ እያ ንሓውኹም ስለ ዝተጻረፍኩም ተጸረፍክዎ ሓወይ ኮይ ሓውኻ ጸረፍ ዝብል እሞ ሕጊ ኣሎ ድዩ ማለተይሲ ሓወይ ካባይ ንላዕሊ ዝቐርቦ የለን እ ኣነ ሕጊ ፈልጥ እየ ከም ሓፈሻውት ጌጋ ናትኩም እዩ ክትጻረፉ ይነበረኩምን ንስኻ እቲ ሳሚዕሉ ዘምፀካ ሰብ ዲኻ ከይኮንኩ ይተርፍን እየ እሞ ንሓዉ ዝኣክል ናኸሰሰስ ትጋገ ኣለኻ ኣይትብሎ እንዲኻ እሞ ካብቲ ጻረፉ እኮ ክትዝሕሉ እዩ ነይርኩም ይሕሪኡኒ እንድዩ ሕጅስ ናይ ብሓቂ ድዩ ከሲሱኒ ከሲስኩም እወ እንታይ ድሱ ናይ ልቺ ወረቐት ወይ ናይ ዕድመ ወረቐት ደምጨልኩም ካን ካን ጨኪኑለይ ሄይ ሓውኹምሲ ጨኪኑ እዩ እቶም ፈረድቲ ጥራይ ኣይጨክኑልኩም ባዕ ከመይ ከመይ ማለትካ እዩ ንሓውኹም ብምፅራፍኩም ብውሕዱ ሰለስተ ሽሕ ክትቅፅዑ ኢኹም ከምዚ ቀሊል ነገር ኢኹም ጌርኩሞ ሕጊ ንፈልጥ እኳ እየ ኣነ ተማሂረ እኳ እየ እንታይ እዩ ሰለስተ ሽሕ ኢልካ እንታይ እዩ ሰለስተ ሽሕ እወ ሰለስተ ሽሕ ብሕጊ መሰረት ኣድላይ ተኾይኑ ከዓ ትቕየዱ ደሓን እሞ ማለተይ ሲ ክሳብ ዘይንገብር ከምቲ ኣነ ዝፀረፍኩ እዚ ከዓ ፅረፈኒ እዋ ፀርፊ ጌጋ እናበልኩኹም ሲ ክትፃረፉ ዘይማዕረ ክንከውን ኢለ ኣነ ምሕሮ ንሱ ከዓ ምሕረኒ ማዕረ ንኸውን እንደ እዚኣሲ ትኸውን ኮይና ኣይስማዓንን እዩ ከመይ ኢሉ ዘይከውን ጸውዓለይ ነቲ ሓወይ ኣነ ምስኡ ክረዳዳእ ምስቲ ሓወይ። ኣያኸየይ ዝረዳድኡ ነይሮም ተዝኾኑ ሽዑም ተረዳድኡ ካብኡ ከዓ ታክሲ ገይረ እኳ እየ ክኸይድ ንሱ ደኣ ዋላ ብእግርኻ እንደኺድ ናብ ዝወፀ የብለይን ኣነ ኮፍ ኢለ ክፅበየካ እየ ናበይ ዶ ከይደ እዋዕ ኣታ ገለ ክሰምዐ ንዓኹም ንዝሕሸኩምሲ ኣነ ብእግረይ ክኸደልኩም እዛ እያ መፀዋዕታ ወረቐት ጥራይ ተቐበሉኒ በዚ ተግባርኩም ኣነ እውን ምስ ሓውኹም እየ ዘለኹ ሃባ ሃባ ሃባ ጥራይ እቲ ወረቐት ክርእየ እንታይ ደኣ ኣሉ እዚ ብፊሮ ተጻሒፉ ኣንታ ጉድ ክሰሚዐ ብምንታይ ደኣ ክትፅሓፍ ደሊኹሞ ብቁርሽ ሽዑ እቲ መፀዋዕታ ኣብ ሰሌዳ ኣንጠልጢልና ክንመፃኩም ዘይኮነ እዚ ሕጋውነት ዘለዎ ኮይኑ ተሰማዓኒ እንታይ ሕጊ ትፈልጡ ንስኹም? ሕጊ ተትፈልጡ ዶ ተጻሪፍኩም ኢኹም? ኣንታ ወደይ ክሳብ ከምዚ ሳዕቤን ዘለዎ ዶ መሲሉና? ከምዚ ዝርእየኩም ዘለኹ ጠማዕ ኢኹም ትመስሉ ደኣ እምበር ምስ ሓውኹም እኮ መረዳዳእኹም። ከመይ እንታይ ከመይ ደሊኹምሉ? ገንዘብ ፈይ ተቢልኩም ካልእ ትረፍ ኣይሰማዕኹ ንብል። እዚኣ እዚኣ ጽብቕቲ እምበር እቲ ሓወይ ደኣ ፈታዊ ገንዘብ እኳ እዩ እሞ ኸዓ ዘይሓሰብኮ እየ ጸሪፈዮ ኮምባ ኣይትበሉ ደጋጊምኩም እኳ ኢኹም ዝብ ኢልኩሞም እቶም ዝበልኩሞም ዝጠቐስኩሞም ዝብሲ ዕስለ ኮኑ እዮም ብዘይ ሓሶት ዶ እሞ ክንደይ ክህበካ ኣነ ኸዓ ካብ ፈቐዶ ቤት ፍርዲ ኮለል ዝብል ስራሕ ይገብር ደሓን ሓሙሽተ ሚእቲ እኹል እዩ እቲ ክልተ ሽሕን ሓሙሽተ ሚእትን ከዓ ሓገዝ ዝኾነኩም ኣይበዝሐን እዋ እርዳኣኩም ኣሎ ድዩ ብሓሙሽተ ሚእቲ እኳ ኢኹም ሓጢኣት ተእትውን ዘለኹም ርእየ ከለኹ እኳ ኣይረኣኹን ክብል እዚኣ ዘይትገብርዋ ተኮይንኩም ናትኩም ጉዳይ እዩ ኸይድ ኸይድ ያለ ንዓ ንዓ በል ንዓ ይኹን ብዝበልካዮ ይኹን ካብኡ ምፁ
ሕጂ ሪኦም ሃብ ሃብ ሰዋት እዚ ሕጂ እንታይ ዝገብሮ ይቕደድ ይተርተር ይመቐል ሰሚዕኹም ኣለኹም እዚ ጉዳይ ኣነ እንዲ ሒዘዮ ዘለኹ የእሬ ክመጣጡጠ ክረግኡ ከዓ ክእሉ እዮም ዋ እሞ እንድሕር ረጊኡ ትኽስ ተገዲፍዎ ደኣ ተን ገንዘበይ ስትመልሰለይ ትኸውን እንታይ ኮንኩም ኣቱም ሓወይ ፈታዊ ገንዘብ ይትብሉ ደኣ ንስኹም ስታይ ትፀልኡ ኮንኩም በቃ በቃ ደሓን ጥራይ ዕረቐና ኣብኡ ምፁ ከምቲ ዝበልኩኹም ሞባይልኩም ጥራይ ሃቡኒ ምዕባሌታት ከዓ ክሕብረኩም እየ ሃቡ ባዶ ሸውዓተ ዕስራን ኣርባዕተን ቴስዓ ባዶ ትሽዓተ በዚኣ ክዝብለልኩም እዩ በቃ በቃ ጥራይ ዕረቐና ከይደ በሉ ካብ ገዛ ይትውፅኡ ኢኹም ፅቡቕ ኣሎ ሕማቕ ኣሎ ከይትወፁ ካብ ገዛ እወ ፅድኹኒ
ሃሎ ኣቢ ሃብተ ሃሎ ፋኑስ ወደ እታ ዝበልካኒ መፀዋዕታ ሂብካ እየ ዶ ዘይሃብክዎ ኣይሃብክዎ እንታይ ኾንካ ደይትዎ እወ ንእሽተይ እንዴ ተጋግየ እንታይ ተጋግየ ካልካ ዘረባ ኣይጋገን እየ ዶ ትብል ዘይነበርካ እወ እታ ጌጋ ንእሽተይ እያ ንሰብ መፀዋዕታ ክትህብ ኮለኻ ምስክር ሒዝካ እዩ ዝኽየድ ኣነ እኮ ከምዚ ናይ ዕድመ ወረቐት ድወስዶ ኣለኹ ጥልጥል እንዳበልኩካ እየ ከይደ እሞ ተላይ ኢልካ ምስክር ግበር። ካብተን ሰለስተ ሽሕ ከኣ ሰለስተ ቢራ ከስትየ ክሕዝ ወደይ።
ኣይትገድፉን ኢኹም በሉ ስምዑ ሕጂ እውን ንስኹም ወሃቢ ኣነ ምስክር እያ ክኸውን ኮሚት ሕጊ እሞ ክመጻካ እየ ኣብቲ ኣብ ደገ ገዝኡ ጽንሓኒ

እዋይ ኣነ ሶልያና ጓለ በል በል ኣነኻስ ፈጺመ ፈጺመ በለ ክመጽእ ኢልክኒ ነርኪ ግን ከምዚ ኢልኪ ይመጽእ ኣለኹ ተቐበሉኒ ትብልና መሲልና እምበር ዋዋዋ ኣንድ ኣሳርፕራይዝ ገብረካ ኢለኒ ካብ ትገርመክስ
ክወጽእ እንዳበልኪ ክመጽእ እሞ ሕጂ ንዓኽ ገዲፈ ዶ ክወጽእ ኮይነ ኖ ኣገዳሲ እንተኾይኑ ክትወጽእ ትኽእል ኢኻ ከም ቀደም ተትኸውን ኣዴኽን የሕዋትክን ተትህልው ምስኦም ገዲፈክም ነበርኩ ሕጂ ደኣ እሞ ኣብ ባዶ ገዛ ምስ መን ከተዕልሊ መን ዳኣ ኣሎ ቆልዓ መን እዩ? I don't know. ሃሎ ሃሎ ኣቤ ሃብተ ናባኹም እናመፃኹ ስራሕና ስራሕ ኣለካ ኢሎም ደው ኢሎምለይ እሞ ደሓር ዶ ክንራኸብ ታኽሲ ደሓር ከ ነእትዋ ታኽሲ ናይ ሓውኹም። እምበር ሓውኹም ደኣ ፈሪሁ እዩ ደሎ። ሰለስተ ሽሕ መቕጻዕቲ ኣለኩም ምስ በልኩዎም። ብኻ ጠፊኤ እ ብኻ መልሓሰይ ቆሪጸ እንታይ ከ ዘይብሉ ዘለዉ። ዮሬታ!
ኣቤት!
ባባ ገዲፍዋ ወጺ ኣሎ። ኣነ ጓሉ እየ ካብ ሽወደን እየ መጼ። ኣሃ ጓሎም ዲኺ? ግን ክሓተካ እንዶ። ምስ ሓወቦይ ኣብ ምክሳስ ድዮም በጺሖም። ክልተ ኣሕዋት ክሳብ ከምዚ ዝባጽሑስ ሓደ ለባም ክዓርቆም ትኽእል የለን።
ኤእ ለባም ኣደ ኣለና እባ ግን ታክሲ ትሓይሽ ኢሎም ጉዳይ ባዕለይ ሒዘዮ ዘለኹ። ሓወይ። ፕሊስ ሳሚ ላኻ ክረኽበካ። ማለት ጥዕመካ ተኾይኑ። ኣብ ኤክስፖ ኣለኹ
ፋኑሲ ሽመይ ሓኾምሽታዊ ናይ ላዕሊ ኣብታ መርዐውቲ ትዛወሩላ ትፈልጥያ ዲኺ። ያ ፈልጦ እየ። ምስ ጋሻ ምዃንኪ ከይጠፍኣኪ ኢለ እየ ኣብኣ ኣለኹ ምጽኒ በሊ። መጸካ ኣለኹ በል ኦኬ ባይ።
ግርም እዚኣ ከዓ ገለ ናይ ዓረቕ ኢላ ዝሃበትና ኣይፍለጥን እዩ እንታይ ይበሃል ወደይ እዚ ማይ ጋድ
ናበይ ድኣ ክትከድ ኣለኻ? እወ ናበይ ድኣ ክትከድ ደለኻ ሕጂ እግሪ ክኸይ ኣለዎ። ከኒና ናይ ሰብ ኣሎ እንዶ ዝተማላእክዎ ከብጽሖ ኢለ። የዕሪፍኪ ድሓር ተብጽሑ ኣሎ ወይ ድማ ደዊልኪ ንዑ ውሰድዎ ትብልዮ። ኖእ እቲ ሰብ ማራ እዩ ተወጺዑ ዘሎ እዚ ኩሉ ሓደራ ኢሎምኒ ኮፍ ክብል ከኣ ነብሰይ ኣይገብርለይን እዩ። ከምኡ እንተኾይኑ ደኣ እሞ ኣብቲ ኤርፖርት ከለኹ ክትብዮም ነይሩኪ። ንከተማ እንዳ ኣተኹ እሞ ንምንታይ ንኤርፖርት ትቆጽሮ? ደላይኪ በሊኒ መቀየሪ እቶ ንፋስ ክኾነኪ ኣብቲ ክሽነ ኣቲኺ ሽጉርቲ ተወዳድሪ ከምኡ ግበሪ እዛ ጓለይ ከምኡ እዩ ዝግበር። እሞ ባባ ኣይ ዱንግነ ባባ እቲ ቦርሳ ኣበይ ዘሎ? ኣብኣ ኣብ ካናዳ ተሲኪ ነበረት ምስተን ባልጃ ከጀረ ኣብኣ ገይረየን ኣለኹ። ባእሲ ትፈቱን እንድያ ም ጸጋይ እንታይ ኣራኺቡኩም ክትብሎ እያ ትኸይድ ዘላ።

ሓውኻ ተኽሰስ እዩ ድገማ እንዶ ድገማ ታዱ በልካየ ድገማ ሕጂ ክኸሰካ ደይኮንኩ ክነኽሰካ እዩ ወይላይ ወይላይ ማሓቀ ሓቀ እሞ ዝብእ ክብለካ ደጊምካያ ኸዓ ሕጂ ሳምዕ ሳምዕ ኣንታ ሰብ የለን ድዩ ኣንታ ሰብ የለን ድዩ ኣንታ ሰብ የለን ድዩ ኣንታ ሳምዕ የለን ድዩ ኣንታ ሰብ የለን ድዩ ሕጂ ከዓ ደጊምካያ ዝብ ኢለካ ዘሎ በል ደሓን ክንርዐ ኢና ክንርዐ ኢና ደሓነይ ሳምዕ እምበኣር ደጊምካያ ደሓን በል ክንርዐ ኢና እቲ ሓበርካን እኮ ንስኻ ሃፋንስ ትኾን ምሉእ መልሲ ሽኮሪና ኣጉዕዲ ኮፍ በሊ ተፈደሊ ኦከ ከመይ ኣለኻ ደሓን ዶ ናፍቆትኩም ገዲፍና ደኣ ጽቡቕ ኣለና ንነብር ነተንፍስ ያ ጉድ ንሱ እዩ ዝድለ ሓቅኺ መዓስ ደኣ ኣቲኺ ሎሚ ንግሆ እየ ኣትየ ናይ ባባን ሓወቦይን ባእሲ ስለ ዘይተዋሓጠለይ እቲ ምኽንያት ክፈልጥ እሞ መፍትሒ ክንደልየሉ እየ መፅካ ጽቡቕ ጌርኪ ግን እቲ ሓደ ጥራይ ንሰላም ስለ ዝደለየ ተዕረቕ ማለት ኣይኮነን ክልቲኦም ንሰላም ድልዋት ክኸውን ኣለዉ ኣነ ጻዕዳ ዘረባ እየ ዝፈቱ ዊዝ ኣውት ወርድ ወርልድ እየ ዝብለኪ ይቕሬታ ኣይርዳእንን ኣሎ እቲ ጸገም ዝሞተት ሰበይቲ እያ እዚኣ ሞይታ ክልተ ኣሕዋት ደባእሰትሲ ብህይወት ኮላ ደኣ ሃገራት ተባእስ ነይራ ትኸውን እያ ኣብ መንጎ እስራኤልን ፍልስጤምን ዘሎ ህውከት ብኣኣ ዝተላዕለ ኮይኑ ይስምዓኒ ኣሎ ኣነ ሕጂ። ይቕሬታ ይሕዘካ'የ ኣለኹን። እሞ እንታይ ክቐርበኪ'ዶ መሓዝ ክጥዕመኪ? ኖው ነቲ ዘረባ'የ ዝብለካ ዘለኹ። መን ኣታ ሰበይቲ? ኣደይ ለተኣብ ትፈልጥየን'ዶ? ያ ኦኬ ለንቀነ ዝሞተት? ጠንቂ ንሳ'ያ።
ኣደይ ለተኣብ ምስ ሞተት ነቦኺ ማለት ንፋዘርኪ ከይሓበሩ ኣቦይ ጸጋይ ቀብሪ ከይዶም ቀቢሮም መጽኦም ንምንታይ ሓዲግካኒ ምስ በልዎም ከዓ እዚ ከይኣክል ከዓ ዝብኢ ክብሉ ጸሪፎሞም ማይ ጋድ እንታይ ትብል ወደይ እዛ ዝብለኪ ኣነ ተደይ ኣረዳዲኦ እዮም እኮኒ ክቃተሉ ክእሉ እዮም ብፍላይ ኣቦኺ ተዘይቀተልኩ እዮም ዝብሉ ዘለዉ እሞ ርእሱ ጽቡቅ ይሃስብ የለን ዝብኢ ኢልኒ ኢሉስ ክቐትሎ ደልዩ ዋ ኣየረድ እኳ እዩ ክልተ ግዜ እኳ ካራ ካብ ኢዶም መንጢለዮም። What?
Is that really? ባባስ ካራ ገይሩ ንሓዉ ቀትል? እዋይ ንስኺ ጠባዕ ሓይ ክንድኦም ካራ ይሕዝን ኣነ ግን ተኸታቲለዮም እከታተሎም እየ ከዓ ከመይ ከ ርእሲ ሓመምኩ ማይ ጋድ ብጣዕሚ እየ ተገሪመ ዘለኹ ምስ ሓውኻስ ማዕረ ክንድዚ ከምኡ እንዲ ዘሎ እቲ ግዜ ምስ ጓና ባዕሲ ደኣ ተሪፉ እንድዩ ሎሚ ናይ ኣሕዋት ባዕሲ እዩ ኣቓልቦ ቤት ፍርዲ ስሒቡ ዘሎ ይገርም እዩ እንታይ ተገብርና ይሓይሽ እንታይ መሲልኪ ኣነ ናይ ብሓቂ እየ ዝብለኪ ዘለኹ ዓበይ ትሙት ብለኪ ኣለኹ ገንዘብ ዘይብለይ ኮይኑ እምበር ንክልቲኦም ኮፍ ኣቢልካ እናብላዕኻ እናሰኻ ከተረጋግኦም ትኽእል ኢኻ ግን ካብ ገንዘብ ካበይ ይምፃእ እብለይ ናው ናይ ገንዘብ ፀገም የለን ጃስት ክሳብ ክንደይ ተድምዒ ትሕቶ ንሱ እሞ ናባይ ግደፍዮ ኣነ ኣብ ዝገብሮ እኳ እየ ዝዛረብ

ቅሰኒ። ኣረ ነው እንታይ እሞ ክብል እየ ኣምላኽ ይተሓወሶ። ኣጆኺ ኣብ ትሕቲ ፈጣሪ እዚ ጉዳይ እንድሕር ሒዘዮ ክዕወተሉ እየ። ኦኬ እሞ ክገድፈካ ስዩ ኣይ ዊል ኮል ዩ። ኦኬ ኔክስት ታይም። እዋ ክገድፈካ እያ በለት ገንዘብ እንቋዕ ገደፍክለይ እምበር እስኺ

ሃሎ ሃሎ ኣበይ ጸጋይ ከመይ ውዒልኩም ሃሎ ኣንታ እቲ ጉዳይ ምንታይ በፂሑ ንሱ እሞ ብዛ ኣፍ ደገ ኮይኑ ከም ፅንፅያ ዝንብሎ በቃ መቸም እዚ ጉዳይ ፅቡቕ ኣንፈት እያ ትሒዘ ዘለኹ ካልእ እንታይ ክብለኩም ደልየ ጓሎም መፅያ ኣላ ካብ ደገ ዋ መን ኣንታ ሶልያና እወ ሳያ ክትከውን ትኽእል ሶልያና መፅያ ኣላ እንታይ ደኣ ዘይደወለህለይ ቅድሚ ምድዋላ ናይ ክልቴኹም ባእሲ ስለ ዝሰምዐት ኣብ ከቢድ ሓዘን እያ ዘላ ግን ኣነ ከዓ ዓቕሲነየ ርግእ በሊ ኣጆኺ ጉዳይ ባዕለይ ሒዘየ ዘለኹ ከደቅሶም እየ ንክልቲኦም ክዓርቆም እየ ኢለያ ግን ቀሲና ኣላ እሞ ጽቡቕ እንኳ ደሓን መጻኺ ኢልና ክንከዳ እሞ እቲ ጉዳይ ክንነግራ በል በል ሕጂ በቃ ሕጂ መጻኹ ኣብታ ሲኔማ ሮማ ንራኸብ ኣብይ ክጸንሓኩም ሲነማ ሮማ ሕጂ መጻኹ ጥራይ ሕለፍ ኣሃ ተታሒዝና ናብቲ ገዛ ክንከይድ እ፣ ጽቡቕ ይከኣል እዩ

ክንዲ ዝዓረቕኩሲ ንዓይ ዲኺ ኣብ መንጎ ሰይጣን ኣትዩ'ሎ ትብሊ ዘለኺ? No ንዓኻ ኣይኮንኩን፣ ከም ሓፈሻዊ ግን ሓደ ሰይጣን ኣትይዎም ኣሎ። ንሱ ደኣ ሓደ እንድሕር ኮይኑ እኮ ጸሎት ጌርና ክንሰዶ ንኽእል ኢና። ጽቡቕ ሓሳብ ኣይጸላእክዎን ኣነ። ደሓር ከኣ ሰይጣን መፍትሒ እኮ የብሉን ባዕልና ተዘይከፊትናሉ። ሰይጣን ከይተዓደመ ኣይኣቱን እዩ፣ ንእሽተይ ፈቓቕ እንተረኺቡ ከኣ ከየዕነወ ኣይወጽእን እዩ። ሰይጣን እኮ ብፍሽኽታ እዩ ዝሃድም። ሓቅኺ በስመኣም ተይልካ እሞ ከዓ ኣፍጋኒስታን እኳ ኢሉ በፅሐ። ያ ፅቡቕ ኣለኻ ሰይጣን ብሕመቕና እምበር ብሓይሉ ኣትዩ ይፈልጥንዩ። እዋይ ብጣዕሚ እኳ ኣድኒቐኪ ንሰይጣን ትጓልኩላ ስነበርኪ ኢኺ ትመስሊ። እ
ሰይጣን ተማሂሩ ዋ ኣቶም እንታይ ኮንኩ መምህር መን ምሂርዎ ኣበየናይ ቤት ትምህርቲ ተማሂሩ እ ክላስ ቲቸሩ መን ነይሩ ተበልኹምስ መን ክትብሉ ኢኹም ኣነ እቲ ጠባይ ሰይጣን ጥዑይ ጌራ ስለ ዝፈለጠቶ ብኸምኡ'የ ወዲ ክላስ ክዲ ነይሩ ክብል ጸኒሐ። ስለዚ ምእንታይ ክትብሉ ተዓረቑ። ምስዚ ዘሎ ኣውደኣመታት ሓቀይ እንድየ ዮሃንስ፣ መስቀል። እህእ እህእ ሓቂ'ያ ርእኹም ኣለኹም ምስ ስጋኻ እናተባኣስካ ስጋ በጊዕ ተበላዕኻስ እንታይ ኣብሰልካ? ኣብ'ዩ ኸኣ እቲ ፈጣሪ ዝህበና መዓልቲ እኮ ክንፋቐረሉ እምበር ክንጻልኣሉ ኣይኮነን። ከመይ ዝሓፍተይ ቃላት። ብጣዕሚ ጽቡቅ ቃል እዩ። ከምኡ እንድየ ኣነ ቃላተይ ኣብ ፎርኖ ተዝኣቲ እኮ ላዛኛ ምተሰርሐ። ፍቕሪ እንተሎ ኩሉ ኣሎ። ህውከት ይሰድድ በረኸት እኳ ትብሉ ባዕልኹም። እምበርከ ብቀብሪ ዶ ትበኣስ ኢኻ ሞዶ ኣበደ ኢለትካ ኣብ ተወዲኡ ኢዩ ብሕጂ ክንደይ ቀብሪ እኳ ኢዩ ዘሎ። ሓቅኺ ኢኺ እዛ ጓለይ ውዑይ ምዃኑ እናፈለጥኩ ክምልሰሉ ይነበረኒ ሸይጣን ሕሪ ዝበል የብረ በለለይ ሃብቲ ሓወይ ደሓን ደሓን ደሓን ረኹንካ ረኹንካ ወፍረ በል ኣይትሓዘለይ ቴልካ ዝግበር ነገር የለ ኣይሕዘልካ ኣሃ ሕጂ ውድዓነት መሰለ ሕጂ ተሓጒስና ናይ ብሓቂ ፋኑስ መኽፈቲ ፋይል ኢልካ ዝወሰድካዮ ሓሙሽተ ሚእቲ መልሶ ዶ? እተን ናተይ ሓሙሽተ ሚእቲ እውን ምስኣኻ ኣለዋ። ወል ናተይ ሚእቲ ዶላር ከማን ኣላትኒ። እንቱም ሰባት ኣነ እንዲህ በሉ ኣነ ሃቡኒ ኢለኩም እየ። ኣነ ኢልኩም ጠው ኢለ ወሲደዮ እየ። ይግበኣካ ኢልኩም ሂብኩምኒ። ዋእ ሓበሻ ዝብልኹም እኮ ጠባይኩም እኮ ምኽኣል ስኢንናዮ። ጠባይኩም ከቢድ እምቢ ፅሕፈት ቻይና ዕዳ ነይርኒ ከፊለ እየ እዞም ኣሕዋተይ
ዲሎ ፋሽን ዲሎ ፋሽን ቅዲ ክዳውንቲ ንነኣሽቱ ዓበይቲ ነሰውትን ኣንስቲ ብዘለኹሞን ዝመረዝኩሞን ዓይነት ቅዲ ንዓኹም የሐጉስን የመዓርግን እዩ ዝበልናዮ ባህላውን ዘመናውን ክዳውንቲ ንዕፀ ይኹን ንጥምቀት ንመርዓ ከምኡ ውን ንኻልእ ጉዳያት ቦቶም ውዕልላት ውሃ ዘበሉ ሰፈይትን ዲዛይነራትን ናብ ዕዳጋ ኣዳሊና ንዓኹም ንምሕጓት ጀባ ንብለኩም። ሊሎ ፋሽን ቅዲ ክዳውንቲ። ንዝያዳ ሓበሬታ ኣድራሻና ኮብለን ዘስራሰ ቁፅሪ 14 ሱሳ ሰላሳን ክልተን ሸውዓተ። መጓዓዝያ እትጥቀሙለን ናይ ጎደና ባቡር ካብ ፍራንክፈርት ሃባኖፍ ተበጊስኩም ብቁፅሪ 11ን 21ን ወይ ውን 14 ሒዝኩም ሽፓየር